ኣብ ዝተፈላለየ ስፖርታዊ መድረኻት ኣንጸባራቒ ዓወታት ብምምዝጋብ ስሞም ብምድማቕ ስም ሃገሮም ዝኹልዑ ኤርትራውያን ስፖርታውያን ብዙሓት እዮም።
ዓውድታት ኣትሌቲክስን ቅድድም ብሽክለታን ድማ ካብቲ ኤርትራ ጽቡቕ ስምን ዝናን ረኺባትሉ ዘላ ስፖርታዊ ውድድራት እዩ። ኤርትራውያን ተቐዳደምቲ ናትናኤል ብርሃነን መኽሰብ ደበሳይን ሽልማት ብሉጽ ተቐዳዳማይ ዓመተ ክልተ ሽሕን ዓሰርተ ኣርባዕተን ምሕጻዮም ድማ ናይዚ ኣብነት እዩ። ምሉእ ትሕዝትኡ ኣማኑኤል ኣልኣዛር ብኸምዚ ዝስዕብ ከቕርቦ እዩ።
ኤርትራውያን ተቐዳደምቲ ናትናኤል ብርሃነን መኽሰብ ደበሳይን ንሽልማት ብሉጽ ተቐዳዳማይ ኣፍሪቃ ክልተ ሽሕን ዓሰርተ ኣርባዕተን ከም ዝተሓጽዩ ማሕበር ቅድድም ብሽክለታ ኣፍሪቃ ገሊጹ። እዚ ብኣላይነት ሓሙሽተ ግዜ ተዓዋቲ ቱር ዲ ፍራንስ ዝኾነ ፈረንሳዊ በርናርድ ሂናውልት ተመሪሑ ዝካየድ ምርቋ ሓሙሽተ ተቐዳደምቲ ሽልማት ብሉጽ ተቐዳዳማይ ኣፍሪቃ ከምቲ ዝተገልጸ ክልተ ኤርትራውያን ተቐዳደምቲ ናትናኤል ብርሃነን መኽሰብ ደበሳይን ዘጠቓለለ ኮይኑ ደቡብ ኣፍሪቃዊ ሉዊስ ሜንትጆስ ካብ ክለብ ኤምቲኤን ካብ ሃገራዊት ጋንታ ሞሮኮ ምሕጹን ላሕጻኒ ከምኡ ድማ ተዓዋቲ ዙር ሩዋንዳ ዓመተ ክልተ ሽሕን ዓሰርተ ኣርባዕተን ሩዋንዳዊ ቫለንስ ንዲየንጋ ዝሓዘ እዩ። ብመሰረት መግለጺ ብርክት ዝበሉ ተንተንቲ ቅድድም ብሽክለታ ኣፍሪቃ፣ ኤርትራዊ ናትናኤል ብርሃነን ደቡብ ኣፍሪቃዊ ሜንት ጆስ ሉዊዝን ክልቲኦም ካብ ክለብ ኤምቲኤን ተዓወትቲ ናይ ምዃን ልዑል ተኽእሎ ከምዘለዎም ክእምቱ እንከለዉ፣ ተዓዋቲ ዙር ኣልጀርያ ናይዚ ዓመት መኽሰብ ደበሳይ ድማ ነዞም ክልተ ፕሮፌሽናላት ተቐዳደምቲ ክምስጥ ይኽእል'ዩ ዝብል ግምት እውን ኣሎ። ናትናኤል ብርሃነ ኣብ ወርሒ ጥሪ ክልተ ሽሕን ዓሰርተ ኣርባዕተን ናይ ፈለማ ኣፍሪቃዊ ተቐዳዳማይ ንዙር ጋቦን ክዕወተሉ ብምኽኣሉ ኣብ ጊዚኡ መዛረቢ ማዕከናት ዜና ክኸውን ክኢሉ እዩ። ናትናኤል ኣብዚ ዓመት ጥራይ ኣብ ዝተፈላለዩ ዓበይቲ መድረኻት ቅድድም ብሽክለታ ድሕሪ ምስታፍ ኣብቲ ን ዕስራን ሓደን መዓልትታት ዝኸደ ቮልታ ስጳኛ እውን ተሳቲፉ እዩ። ቀንዲ መቕናቕንቱ ክኸውን ተገሚቱ ዘሎ ደቡብ ኣፍሪቃዊ ሉዊዝ ሜንትጅስ ኣብ ቮልታ ስጳኛ ኣብ ሓንቲ መድረኽ ምስ ዓበይቲ ተቐዳደምቲ ሓዂሩ ሓምሻይ ደረጃ ዝሓዘላ ፍጻሜ ነዚ ሽልማት ክትሕግዞ ትኽእል እያ። መኽሰብ ደበሳይ ካልኣይ ኤርትራዊ ተቕዳዳማይ ተሸላሚ ብጫ ማልያ ዙር ኣልጀርያ ብምዃን ረዚን ዓወት ኣመዝጊቡ እዩ። ብዘይካ'ዚ መኽሰብ ኣብ ካሜሩን ኣርባዕተ መድረኻት ንዝሸፈነ ካልእ ውድድር'ውን ቀዳማይ ኮይኑ ተዓዊትሉ እዩ። እዞም ናይ ምዕዋት ተኽእሎኦም ልዑል ምዃኑ ክግለጹ ዝጸንሑ ናትናኤል ብርሃነ ኣብ ክልተ ሽሕን ዓሰርተ ክልተን ብሉጽ ኮይኑ ክሽለም ምኽኣሉ ዝዝከር ኮይኑ ዶብ ኣፍሪቃዊ ሉዊዝ ሜንትጁስ ድማ ዝሓለፈ ዓመት ብሉጽ ኮይኑ ተሸሊሙ ነይሩ። ዕውት ተቐዳዳማይ እዚ ውድድር፣ ዝመጽእ ሰሙን ኣብ መወዳእታ መዓልታት'ዛ ወርሒ ክግለጽ ምዃኑ ኣካየድቲ እዚ ሽልማት ይገልጹ።